ንሎሚ ቀሪበልኩም ዘለኹ ጋሻ ካብቶም ንስነጥበብ ኤርትራ ካብ ዝሓለፈ ወለዶ ንዝቕጽል ወለዶ ንምምሕልላፍ ሕድሪ ተቐቢሎም ዝሰርሑ ዘለዉ መንእሰያት ሓደ እዩ። ካብ ህጻንነቱ ጀሚሩ ማዕረ ማዕረ ኣካዳምያዊ ትምህርቲ ብስነጥበብ ተኾስኪሱ ዝዓበየ ኮይኑ ኣብ ክልተ ሽሕን ሸውዓተን ብንጽል ደርፊ፣ ኣብ ልቢ ኩልና ክተርፍ ዘኽኣለን ቀጺሉ ብዝሰርሐን ጣዕሚ ዜማታቱ ውን ኣለኹልኩም ዝበለና ተካእ መንእሰይ ዩ። ኣብዚ ግዜ'ዚ ውን ኣብ ስደት ኮይኑ መከራ ስደት ከየሰነፎ ንስነ ጥበብ ትግርኛ ከማዕብል ዝጽዕር ዘሎ ስነ ጥበባዊ ዩ ናብ ከብለኩም። ሮቢ እንኳዕ ደሓን መጻኻ እንኳዕ ደሓን ፀናሕኩ ኣዱ ኣብ ምምላስካ ይርኪበካ እወ እንዳኸድና ኢና ኣብ ጥዑቕ ስራሕ ከም ዘለኻ ሰሚዐ ኣለኹ ግዜ ኣጻቢብካ ዕድመ ኣኽቢርካ ስለ ዝመጻኻ ብጣዕሚ እየ ዘመስግነካ
እወ ቁሩብ ስራሕ እኳ ጻቅ ኢልኒ ቀንዩ ግን ኣነ ውን ብልቢ እየ ዘመስግነኪ ተገዲስኪ ብምዕዳምኪ። መበገሲ ዕላል ክኾነና ረቢ። ኣብ ትሕቲ ጉጅለ ባህሊ ኣሰር ኢኻ ኣክት ጀሚርካ። ከመይ ነይሩ ኣጀማምራኻ? እወ ምስ ጉጅለ ባህሊ ኣሰር ኣብ ክልተ ሽሕን ዓሰርተ ክልተን ናይ ክልተ ሽሕን ክልተን ፌቨን ጸጋይ ዝባሃል ጓል ገዛውተይ እያ። መትከል ፍስሃየ ትበሃል ኔራ ሳዕሳዒት ኣብኡ ብእኣን እየ ኣትየ ናብ ጉጅለ ማል ኣሰር ስጋብ ክልተ ሽሕን ዓሰርተ ኣርባዕተን ከኣ ኣብቲ ጉጅለ ሰሪሐ እየ ከም ደራፋይ ማል ኣብቲ ግዜ እቲ ንእሽቶ ኢኻ ኔርካ እወ ንእሽቶ እየ ኔረ ኣርትን ትምህርትን ደኣ ከመይ ይካወነልካ ኔሩ እዋእ
ይኸውን እዩ ድሕሪ ክኸውን ኢልካዮ ይኸውን እዩ ዝነበረ መሰናኽላት ከመይ ኔሩ ናይ ስድራኻ ፊድባክ ከ? እቲ ናይ ስድራኳ ኩሉ ግዜ ከምቲ ልሙድ እንድዩ መጀመርታ ዝተባባዓካ ስድራ የለን ማስት ትምህርትኻ ክትገብር እዮም ዝደልዩኻ ሕጂ ኩሉ ግዜ እቲ ጸቕጢ ነይሩ ስጋብ ኣይትኺድ ዝብሉኒ ግዜ ነይሩ ግን ድሌት ስለ ዝነበረኒ ንዕኡ እንዳበዳህኹ እናተሓባእኻ ገለ ማለት እዩ ሓንሳእ ትምህርቲ ገዲፍካ ትኸይድ ሓንሳእ ገለ እንዳገበርኩስ ስጋብ ኣብዚ ዘለኹ መፅእ ማለት እዩ ሮቢ ተዘይተጋጊ ብድሕሪኡ ፈላሚት ስራሕካ ቆንጅት እያ ነይራ ኣብታ ስራሕ መነ መን እዮም ተሳቲፎም
ቆንጅተይ ዋ ናይ መጀመርታ ስራሐይ እንዳ ተስፋ ኣለም ጫረ እዩ ግጥሚ ሰሪሕዋ ዜማ ከዓ ናተይ ማለት እዩ መጀመርታ ዝጀመርኩላ ዜማ እውን ብኣ እየ

ሓንቲ ከኣ ምስ ሮቤል ሰሌክሽን ዝሰራሕክዋላ ሮቤል ሽኮር ብ ምስ ሮቤል ሽኮር ብሲንግል ዘውጻክዎ ከኣ ከባቢ ዓሰርተ ዝከውን ኣሎ እዚ ክልተ ካሴትን ዓሰርተ ደርፍን ማለት እዩ ብጣዕሚ ብዙሕ እዩ ያብ ብዙሕ ኣብዚ ግዜ እዚ ኣብ ስደት ኢካ ትነብር ልክዕ
ሂወት ስደት ከመይ ረኪብካዮ ኣህ
ስደት ከቢድ እዩ እ ብዙሕ መሰናኽላት ኣለዎ ብፍላይ ኣርቲስት ኾንካ ኣብ ስደት ክትቅመጥ ማለት ብዙሕ ብድሆታት እዩ ዘለዎ ግን መፂናዮ እንዲና ካብ መፃናዮ ከዓ ክትክእሎ ኣለካ ያ ናይ ግድን ክንብድሆ ኣለና ነቲ ዓዲ መሲልካ ምኻድ እዩ ስለዚ ምኽኣሉ እዩ በቃ ዝግበርሲ ኣብ ስደት ብዙሕ ስራሕ ኢኻ ኣፍሪኻ ስደት ከዓ ከምዚ ዝበልካዮ ኩሉና ከም ንፈልጦ ብጣዕሚ ከቢድ እዩ ሓድሽ ሃገር ሓድሽ ባህሊ ሓድሽ ሲስተም ነዚ ኩሉ ኣዳብቲ ጌርካ እሞ ከዓ ናይ ኣርት ስራሕ ከመይ ክኢልካዮ ከመይ ተኻዊንልካ ከምቲ ዝበልኩ ኩሉ ግዜ
ድሌት እንተሎ
ክገብሮ እየ እንድሕር ኢልካ ትገብሮ ኢኻ። ኣዝዩ ከቢድ ከምዚ ከምዚ ንዛረቦ ከማን ኣይኮነን ልዕሊኡ ከቢድ እዩ እቲ ኣብ ስደት ኮንካ ኣርቲ ክትሰርሕ ማለት ብጣዕሚ እዩ ከቢድ ግን በቃ ክንገብሮ ኣለና ስለ ዝበልና ምስቶም ዝጸንሑ ተሓባቢርና ስጋብ ሕጂስ ዘገም ንብል ኣለና ማለት እዩ ኣይተረፍናን
ኣብ ስደት ኮንካ ዝሰራሕካዮም ስራሓት ክንደይ በጺሖም ኣለዉ? እዋይ
ከባቢ ሽዱ ሸውዓተ ክኾኑ ማለት እዩ። ሸውዓተ ደርፍታት ሰሪሐ ኣለኹ። ምስ ቪድዮኡ ማለት እዩ። እቲኤን ገለ ኣብ ኤርትራ ከለኹ ሰሪሐን ዝመጻኹ እየን። እተን ከባቢ ሓሙሽተ ግን ኣብ ስዊድን ምስ ኣተኹ ዝሰራሕክወን እየን። ቅድሚ ሰለስተ ዓመት ኣሚንኪ ዶ ትብል ደርፊ ነይራትካ? እወ። እታ ደርፍቲ ዘይተጋጊ ኣምሓርኛን ትግርኛን እያ። እህ። እስከ ከመይ ነይሩ ኣበጋግሳ ናይታ ስራሕ? እወ እቲ
ክትብገስ ከላ ኣነ ብኣምሓርኛ ፈትየ'የ ሰሚዐ ከም ደርፊ ሰማዮ እየ። ደሓር ክፍትን ይደሊ ነይረ ማለት ይኽእሎ ኣይነበርኩን ግን ክፍትኖ እየ ኢለ። ኣክሰንትኻ ግን ፐርፌክት ትኽእል እዩ ዝመስል። እዋይ ይቐንየለይ ክብረት ሃበለይ እ፣ ክፍትኖ እየ ኢለ ምስ በረኸት ተዘራሪበ ማለት እዩ በረኸት ቤኪ እ፣ ሽዑ በቃ ፀገም የለን ጆሲ ዝበሃል ኣሎ ንፉዕ ገጣማይ እሱ ክገብረልካ እዩ ብለኒ ጆሲ ከዓ ብድምፁ መሊኡ ይሰደለይ ማለት እዩ ሽዑ ሰሚዐያ ፍኹስ ዝበለ ግበረለይ ኢለዮ፣ ንዓይ ዝኸውን ምኽንያቱ ከብደኒ መታን ከይከብደኒ ኢለ በቃ ኣጽኒዐያ ድሕሪ ነዊሕ ገለ ፈቲነያ ማለት እዩ እታ ዝረኣኽያ።
ብቻ ካባካ እንታይ ኢና ክንጽበ።
ሕጂ መምጽኢየይ ውን ብስራሕ እንድዩ ቀንዲ። ሓደ ኣልቡም ኣዳልየ ኣለኹ ዳርጋ ሰማንያን ሓሙሽተን ፐርሰንት ተወዲኡ ኣሎ።
ኣብ ስቱድዮታት እየ ቀንየ ሕጂ ውን ካብኡ እየ መጺኤኪ። ኣብ ኣዲስ ኣበባ እዩ። እወ ኣብ ኣዲስ ኣበባ እሰርሖ ኣለኹ። ቁሩብ ተሪፍኒ ኣሎ ሓደ ዓሰርተ ሓሙሽተ ፐርሰንት ዝኸውን ተሪፍኒ ኣሎ። ተመሊሰስ ሓደ ኣልቡም ክውድእየ ማለት እዩ። ክንደይ ሰባት ዘሳተፈት ኣልቡም እያ? ማለት ኣብ ኣዲስ ኣበባ መጺኻ ክትሰርሕ ከ ከመይ ተቐቢሎምኻ?
እታ ኣልቡም ብዙሓት ሰባት እያ ኣሳቲፋ። ሽሞም ክዝርዝሮም እኳ ምናልባሽ ክከይድ ከይበዝሓካ
ግን ብዙሓት ገጠምቲ ኣለዉ፣ ዘየምቲ ኣለዉ፣ ሰብ ስቱድዮ እውን በዓል ቤኪ ኣሎ፣ ሄሎጂ፣
በዓል ዩኤል እዮብ ዝበሃሉ ሰብ ስቱድዮ እውን ምሳይ ይሰርሑ ኣለዉ። ኣዲስ ኣበባ ፅቡቕ ተቐቢሎምኒ። ፅቡቕ ናይ ስራሕ መንፈስ ርእየሉ። ስጋብ ሕጂ እውን ብፅቡቕ ይሰርሕ ኣለኹ። ኣይ ሆፕ ከዓ ቀልጢፈ ኣብ መፈፀምታ ኣብፂሐ ነቲ ህዝቢ ከምቲ ዝደልዮ ከምቲ ናተይ ስራሕ ኩሉ ሰብ ቁሩብ እንታይ ዝበሃል ዝገብረና ርእይቶ ኣሎ። ከምቲ ናይ ቀደም ስራሕኻስ ከምኡ ስራሕ ኣለና ገለ ዝብል ሓደ ሓደ ክሳብ ይመፀኒ እዩ። ሕጂ ኩሉ ግዜ ኣብ ስደት ኮንካ ከምቲ ዝበልናዮ ዓንተወይ ጸገም እዩ እንድሕር ደኣ ጥዑይ ስራሕ ጥዕና ደለዎ ስራሕ ክንሰርሕ ኮይና ክንመጽእ ኣለና ግድን ዛስ ዋይ መጺኣ ኣነ መጽኤ ኣብዚ ኮይነ ኩሉ ነገር እንዳ ይህን ምሂን እንዳተባሃልና ክንሰርሖ ስለ ዘለና ማለት እዩ ሕጂ ተስፋ ገብር ኣነ ብኣይ ወገን ንህዝቢ የዕግብ እዩ ዝበልኮ ስራሓት ቀሪበ ኣለኹ እቲ ህዝቢ ከዓ ሰሚዑ ከም ናይ ቀደሙ ክሕጎሰለይ ተስፋ ይገብር ጽቡቕ ዕድል ሮቤ። Thank you። ሓንቲ ካብ ኣድነቕትኻ ዝመጽት ሕቶ ኣላትኒ
ንኽእሎ ግበሮ ትተሓተት ዶ ትተሓተተ ሓራይ
ንዓና ብፍቕራዊ ደርፍታቱ ከም ንጸናናዕ ጌርና ኢሞ ናቱ ፍቅራዊ ሂወት ከ ከመይ ይመስል ክንፈልጥ ደሊና እብሉካ ኣለዉ ኢሎምካ ኢዮም ኣነ ኣይበልኩካን ፕሮቢ
እስከ ድገምለይ እዛ ሕቶ
ኣይነጸረትን ጽብቅቲ ሕቶ ኣወ ድገምለይ ደስ ዝብለኒ
ኦኬ ንዓና ብፍቅራዊ ደርፍታቱ ከም ንጻናናዕ ጌርና እዩ'ሞ ናቱ ፍቕራዊ ሂወትከ ከመይ ይመስል ክንፈልጥ ደሊና እብሉኻ ኣለዉ ኣድነቕትኻ። እሺ ጽቡቕ ክብረት ሃበለይ ቅድሚ ሕጂ እኳ ገሊጸዮ ኔረ ኣብ ስዊድን ከም ዝቕመጥ ምስ ሕጽይተይ ከም ዝቕመጥ ሳራ ትብሃል ሕጽይቲ ኣላትኒ። ኣዝየ ዝፈትዋ ምስኣ እየ ዝነብር ዘለኩ ክሳብ ሕጂ ማለት እዩ ኣይ ሆፕ ከኣ ኣብ መርዓ ክዕድሞም ነቶም ዝሓተቱ መርዓ ቀሪቡ ስለ ዝኾነ ኣብኡ ክዕድሞም
እሺ ሆቢ እቲ ሰብ እቲ ኣብ ሂወተይ እንተዘይነብር ወይ እቲ ፍጻሜ እቲ ኣብ ሂወተይ እንተዘይፍጸም እዚ ሮቢ ሕጂ በጺሐዮ ዘለኹ ደረጃ ኣይምበጻሕክዎን ትብሎ ሰብ ወይ ፍጻሜ ተለካ?
እዋእ ብውልቀ ሰብ እኳ ምናልባሽ ክህሉ ይኽእል ዘይክህሉ ይኽእል እዩ ግን ብሓፈሻ ኣብ ኣሰር እንተዘይኣቱ ነይረ ይብል እየ ሓደ ሓደ ግዜ ዋት ኣሰር ብጣዕሚ እዩ ክእለልካ ንዓና ሓሲበ ነይረ የልዕላ ዶ ኣየልዕላን ኢለ ኖ ኖ ግድን ይሃልዕላ ምክንያቱ ጉጅለ ባህሊ ኣሰርሲ ንዓና ጠቂምና እ፣ ብኩሉ ነገር ምሂርና ማለት እዩ እ፣ እቲ ሙዚቃ እቲ ጥበብ እቲ ዲሲፕሊን ከይተረፈ እዮም ምሂሮምና ሳለኦም ኢና ክሳብ ሕጂስ ፅቡቅ በቲ ናቶም መንገዲ ንከይድ ዘለና ማለት እዩ ሕጂ ምናልባሽ ጉጅለ ባህሊ ኣሰር እንተዘይኣቱ ዶ ይብል ሰባት እውን ኣለው ሓቂ ዘረባ ኣብ ብፍላይ ኣብ ምስ ወጻኹ ንስደት ኣብኡ ዝጸንሑኒ ሰባት ክሳብ ሕጂ ደሳሉይኒ ዘለው ከምዚ ንክሰርሕ ደተባብዑኒ ማለት እዩ ከም በዓል እሰይ ተስፋጋብር
ክጥቀሱ ይኽእሉ
ሓደ ቤተሰበይ እውን ኣሎ ምሕረተኣብ ብርሃነ ዝበሃል ኩሉ ግዜ ንክሰርሕ ዝደፋፍኣኒ ነዚኦም ሰባት ብጣዕሚ ብልቢ ከመስግኖም እደሊ ኩሉ ግዜ ኣብ ጎነይ ስለ ዘለዉ ማለት እዩ ስለ ዝደፍኡኒ። እሺ ምስጋናኻ ክነብጽሓልካ ተስፋ ንገብር ሮቢ። እሺ። ደራፋይ ተዘይትኾንስ እንታይ ምኾንካ ኔርካ?
ለቕላቓይ ዶ ምናልባሽ ምኾንኩ ወይ ለቕላቓይ ምኾንኩ ወይ ነዳቓይ ምኾንኩ ምናልባሽ ምክንያቱ ኣቦይ ነዳቓይ ስለ ዝነበረ ኦኬ ምስ እየ ዝውዕል ነይረ ናይ ብሓቂ እየ ፌበን ጸጋይ ክትረኽበኒ ከላሲ ኮንትራክተር ይሰርሕ ነይሩ ኣቦይ ኦኬ እዚ ገዛ ህንፃ ድስታይ ዝገብሩ ሕጂ ኣብ ገዝኦም እየ ነይረ ኣነ እንዳ ፌቨን ገዛ እናተሰርሐ ከሎ ኣብኡ ምስ ኣቦይ ይሰርሕ ነይረ ኣነ ከምዚ እሰርሕ እኳ ደይኮንኩ ቆልዓ እየ ነይረ ሽዑ ግን ነቶም ስራሕተኛ ሕልወሉ ገለ ምሽ ናይ ሻሂ ከኣ ኣብሃብ ነይረ ገለ ሕጂ ምናልባሽ ደራፋይ እንተዘይከውንሲ ወይ ለቕላቓይ ወይ ከኣ ገለ ነዳቓይ ምኾንኩ ነይረ ምሓሸካን ዋላስ ዕጉብ ኢኻ ደራፋይ ምዃንካ ኣይምሓሸንን ምሓሽ ደኣ ኣይምሓሸካን ዕጉብ ኢኻ ደራፋይ ምዃንካ ኣወት መንገዲ ባዕሉ መሪሕኒ ማለት ስምዒት ከኣ ስለ ዝነበረኒ ካብ ቀደመይ ስለዚ ዑግብ እየ ብዛ ዘለኹ ኣነ። ኣብ ሂወትካ ዝተሐጉሰካ ነገር እንታይ እዩ? ኣብ ሂወተይ ዘሐጉሰኒ ነገር ከምዚ ንኣብነት እዘን ክልተ ጎረባብቲ ኤርትራን ኢትዮጵያን ሕጂ ሰላም ጌሮንኦ ዘለዋ ከምኡ ኩሉ ሰብ ሰላም ጌሩ ክነብር ከሎ በቃ ብፍቅሪ ክነብር ከሎ ኩሉ ዓለም ብሓፈሻ እሱ የሕጉሰኒ ከምኡ ከምኡ ከዓ ይምነ ሰላም ምዃን ሕጉሰኒ በቃ ሰላም ይምነ እሱ እዩ ዘሕጉሰኒ
ክትሪኣ ትደሊ ከተማን ካብ ዝረኣኻያ ብጣዕሚ ዝፈተኻያ ከተማን ክሪኣ ዝደሊ ከተማ ኣዲስ ኣበባ እያ ነይራ ርእየ እየ ካፍተን ዝረኣኻየን ከተማታት ብጣዕሚ መቐለ ዝፈተኻያ ከኣ ከተማ ክሪኣ እየ ኣጋጣሚ ሕጂ ዕድል ኣይገበርኩን ክኸይድ ግን ተመሊሰ ክኸይድ እየ ካብተን ክሪኤን ዝደሊ ከተማታት ስእዚኤን እየን ነይረን ካብ ካልእ ዓለም እንተኸይድና ከኣ ኣውስትራልያ ክሪኦ ደሊ ነይረ ስእ ኢለ ፈትዎ ኣይፈልጦን እየ እኮ ዋላ ብቲቪ ሪኤ ይፈልጥ ነይረ ግን ስእ ኢለ ፈትዎ ብሽሙ? ነይረ እዋ ግን በፂሐ ከኣ ሪኤያ ከመይ ከም ዝተጸበኻ ጽቡቕ- ጸኒሓትካ ጽቡቕ እያ ካብ ስራሓትካ ብፍሉይ ትፈትዋ ስራሕካ ስለምንታይ ኢኻ ክትፈትዋ

ከይነውሓኪ ደኣ እምበር ሓደ ግዜ ኣብ ሳቫና ሆቴል ፒያኖ ባር እናሰራሕና ከለና
ሕጂ ሰዓት ዓሰርተ ሓደ ፍርቂ ለይቲ ገለ ቢልና ኢና ንወፅእ ሕጂ ኩሉ ግዜ ክወፅእ ከለኹ ሓንቲ ጓል ይሪኣ ኩሉ ግዜ ዝሪኣ እንታ ጓል ፅብቕቲ ጓል እያ በቃ ክገልፃ ኣይክእልን እየ ሕጂ ፅብቕቲ እያ ልሓ
ሕጂ ይሪኣ ኩሉ ግዜ እንታይ እያ እዛ ጓል ጥራሕ እየ ዝብል እንታይ እያ ትገብር ኩሉ ግዜ ሳብዚ እንታይ ትገብር ገለ ካብ ስራሕ ኣብ ትወጸሉ ግዜ ኩሉ ግዜ ካብ ሳቫና ክወጽእ ከለኹ ፋዱስ ገለ ፍርቂ ለይትን ገለን ኮሚታት ኣነ ታክሲ ክስቀል ንንያላ ሰግር ኣብ ኣርያ ሕጂ ሓደ ግዜ ምስ መን ምዃነይ እኳ ብልክዕ ኣይዝክሮን እየ ግን ምስ እንተ ምስ ሮቤል ምስ ዝኾነ ሰብ እንዳኸድኩ እዛ ጓልሲ ኩሉ ግዜ ከምዚ ከምዚ ከምዚ ገለ ብለኒ ሽዑ ናይ ለይቲ እዩ ስርሓ ይነግረኒ ማለት እዩ ከምዚ ስራሕ ከም ዝኾነ እቲ ጠጠው ትብለኡስ ትፅበ ዝኾነ ስራሕ ከም ዘለዋ ገለ ሽዑ ሓሪቐ ክዛረብ ኣለኒ ነዛ ጓል ገለ ኢለ ኣብታ ኔክስት ዓርቢ ይረኽባ እሞ ክዛረበ ክደሊ ኣለኹ ገለ ብላ ሽዑ ቅሩብ ኣክሽን ገይራትለይ በጃኻ ሓንሳብ ክንዛረብ ገለ ብላ ሽዑ ዝሰርሕ እየ ዘለኹ ገለ ትብለኒ እንታይ ከ ንእሽተይ ክዛረበኪ ገለ ኢለ ብክንደይ ሓይሊ ንእሽተይ ዕድል ሂባትኒ ተዘራሪብና ማለት እዩ ሽዑ ብኸመይ ናብቲ ናብኡ ከም ዝኣተወት ገለ ንእሽተይ ክትዕ ከተዕልለኒ ደልየ። ከይሓብአት ኣዕሊላትኒ። ዳርጋ ሓደ ፍርቂ ሰዓት ዝኸውን ኮፍ ኢልና ኩሉ ህይወታ ብጸገም ከም ዝኣተወቶ ገለመለ ብዙሕ ኣዕሊላትኒ። ሽዑ ሓንቲ ቃል ተዛሪበያ። ኬፋት ኣይውዳእን'ዩ ኢለያ። ንስኻ ጽብቕቲ ኢኺ፣ ብዙሕ ነገር ክትሰርሒ ትኽእሊ ኢኺ፣ ሕጅስ በቃ ሓደራኺ ከምዚ እንተደኣ ኣቋሪጽክዮስ ገለ ኢለያ ከይደ። ሕጂ ብዙሕ ኣይተገለሰትለይን ሽዑ ሓቂ ዘረባ ክኸይድ ጥራሕ ሰዓት ኣኺልኒ ገለ ገለ ገለ ኢላትኒ በቃ ሓደራ ጥራሕ ገለ ኢልያ ከይደ ማለት እዩ ደሓር ነዊሕ ኣይረኸብክዋን ኣነን ሱዳን ከይደ ኣብ ሱዳን ከለኹ ሽዑ ከምኡ ገለ ሓሳብ ናታ ብዛዕባ መፂኒ ነዛ ደርፊ እዚኣ ሰሪሐያ ማለት እዩ ሓደራ ትብል ደርፊ ብድሕሪኡ ነታ ጓል ከስማዓ ደልየ ኣይረኸብክዋን ጠቕላላ በስመራ ይረኣኽዋን ብድሕሪኡ ኣበይ ደላ ኣይደሎ

ከምዚ እናበለት ትኸይድ ማለት እዩ ቴንክ ዩ ሮቤ ይበል ድምፂ ተድንቆ ናተይ ሞዴል ትብሎ ደራፋይ መን እዩ ኣነ ክጅምር ከለኹ ኣብ መጀመርታ ናይ ተስፋይ መንገሻ እናሰማዕኹ ይዓቢ ናቱ እንዳደረፍኩ ስጋዕ እዚ ሕጂ ግዜ ማለት ስጋዕ ናተይ ደርፊ ድገብር ብናይ ተስፋይ መንገሻ እየ ዓብየ ኣዝየ ዝፈትዎ ተስፋይ ስጋብ ሕጂ ማለት እዩ ኣብዚ እውን ተራኺብና ነርና ኣጋጣሚ ብጣዕሚ ደስ ኢልኒ
ሕጂ ተስፋይ ኣነ ድፈቱ ብዙሓት ኣለዉ ድፈትዎም ግን ብፍሉይ ድፈትዎ እንድሕር ኢልክንስ ተስፋይ ሮቤ ናብ ካሴትካ ክንምለስ እንታይ እንታይ ትሕዝቶታት እዩ ዘለዋ ቁሩብ
እዛ ናይ ሕጂ ኦኬ ፅቡቅ ሕጂ እቲ መጀመርታ ካሴት ክሓስብ ከለኹ ዕዳጋ የለን ካሴት ሕጂ ገለ በሃል እዩ ብዙሕ ግን ክሰርሕ ኣለኒ ኣብ ስደት መጺኤስ ሓንቲ ክትህልወኒ ኣለዋ ሲዲ ስለ ዝበልኩ ዳርጋ ቅድሚ ክልተ ዓመት ኣቢለ ጀሚረዮ ማለት እዩ ሕጂ እቲ ትሕዝቶ ኣብቲ እቲ ከባቢና ዘሎ ማለት እዩ እቲ ንሪኦ ንኣብነት እቲ ከምዚ ከማና መንእሰይ ኮይኑዎ ዘሎ ሽግር ረኪቡዎ ዘሎ ንዑኡ ገለ ተንኪፈዮ ኣለኩ ኣብ ስደት ደጋጥም ዘሎ ነገራት ንኣብነት ናይ ፍትሕ ነገር ኣሎ ብዙሕ ነገር ኣሎ ከምዚ ነቲ ናትካ ባህሊ ረሲዕካስ ኣብ ካልእ ከም ትኣቱ ዝገብረካ ብዙሕ ነገራት እዩ ዘሎ ሕጂ እዚ ኣብ ክንዲ ንስዕሮ ይስዕረና ኣሎ ነዚታት ድትንክፍ ገለ ሰሪሐ ኣለኩ ኮታስ ኩሉ ናይ ኣብ ስደት ዘሎ ኮይኑ እዩ እቲ ስራሕቲ ብዛዕባ ናይ ስደት እዩ
ኦኬ ናልባሽ ከይርስዕ ሕጂ ሆሎስ እንታይ ገበርኪ
ናይ ቀደም ደርፍታትን ናይ ሕጂ ደርፍታትን ከመይ ትሪኦ እንታይ ፍልልይ ኣለዎ ንዓኻ?
ናይ ቀደም ደርፍን ናይ ሕጅን ሕጂ ናይ መን ኣድናቂ ኢኻ? እቶም ናይ ቀደም ንኹሎም ኢና ነድንቆም ንኹሎም ንሰምዖም ንፈትዎም ኢና ናይ ሕጂ ከዓ እቲ ክስታይ ከሎ ነናቱ ሚዛን እዩ ዘለዎ ናይ ቀደም ኣብ ቀደም ፅቡቅ ነይሩ ኣብ ሕጂ እውን ፅቡቅ ኣሎ እዋይ ቴልኪ ምናልባሽ ኣብዚ ሕጂ እንታይ ይጎድለና ኮይኑ ዝስማዓና ኣነ ኣብ ትሕዝቶ ምናልባሽ ዝጎድለና ኮይኑ ዝስማዓኒ ከምዚ ቀናጢብካ ደርፊ ይበዝሓና ኣሎ ሕጂ ካብትን ከፍትን ኣላጊብካስ በቃ ጥራሕ ይሰማዕ እምበር ትሕዝትኡ ብዘይገድስ ዝዓይነቱ ከምኡ ይኸውን ኣሎ ሕጂ ሕጂስ ኣብ ትሕዝቶ ተገዲስና እንተ ንሰርሕ ሓንቲ ግጥሚሲ ገለ ነገራት ዘኪራትካ ክትሓልፋ ኣለዋ እሞ ትርጉም ተመሊስካ ዘለዎ። ክትሰምዓ ተኾንካ ገለ ስምዒት ክትፈጥረልካ ኣለዋ ወይ ገለ ትዝታ ክትገድፈልካ ኣለዋ ገለ ከተዘክረካ ኣለዋ ዛስ ዋይ ኢኻ ተመሊስካ ዳሕራይ ትሰምዖ ነቲ ደርፊ እ፣ ዛ- ብኸምኡ እዩ እቲ ናይ ቀደም ደርፊ ሓይሊ ዘለዎ ማለት እዩ ኮይኑ ዝስምዓኒ ኣነ ዳሕራይ ሓባራዊ ስራሕ እውን እንድሕር ሓዊስናሉ ዝበለፀ ኮይኑ ዝስምዓኒ ስለዚ እ፣ ኩልና ካባይ ጀሚርካ ነዞም ናይ ሕጂ ዘለና ከዓ ኣብ ግጥምና ቁሩብ እንተ ንርኢ እንተ ንሰርሓሉ ደስ ምበለኒ ኔሩ። እሺ ወቢ ሕቶታተይ ኣብ ምውድእ እየ ኣብ መወዳእታ ትብሎ ተለካ ንዓካ ዕድል ክበካ። ኣብ መወዳእታ መጀመርታ ከይ ኣየመስገንኩን እንድየ ሕጂ ከመስግን ንዓኺ ኣኽቢርኪ ናብዚ ምዕዳምኪ ን ኣድማስ ኢንተርተይመንት ውን ነዚ ዕድመ እዚ ዝገበረለይ ብልቢ ከመስግኖ ይፈቱ። ንኹሉ ፋሕ ፋሕ ኢሉ ዘሎ መንእሰይ ደኣኻክብ ግዜ ክኾነልና ብፍቕርን ብስኒትን ንነብረሉ ግዜ ክመጸልና ይምነ። ኣሜን ሮቢ ቀኔልና ደጊመ ደጋጊመ ብሽም ኣድማስ ቶክ ሾውን ተኸታተልቲ ኣድማስ ቶክ ሾው ብጣዕሚ ኢና ነመስግን። የቐኔለይ ኣነውን ብጣዕሚ እየ ደመስግነኩም።
ናይ ሎሚ ናይ ኣድማስ ቶክ ሾው ጋሻና ሮቤል'ዩ ጸኒሑ። ክቕርበልኩም ዝጸናሕኩ ኣድያም ስብሃቱ'የ። ዝመጽእ ሰሙን ምስ ካልእ ጋሻ ክሳብ ንራኸብ ሰሰናዩ።